ሰላም ኣብ መላእ ኩርናዓት ዓለም ትርከቡ ተኸታተልቲ ናይዚ መደብ ከመይ ቀኒኹም እንኳዕ ናብ መደብና ብድሓን መጻኹም ናበልኩ ኩራት ቤተሰበይ ሎም ድማ ከምቲ ልሙድ መንፈሳዊ ሕቶን መልስን ሒዘልኩም መጽየ ኣለኹ ያው ሸውዓተ ጠንካራታት ዝኾና ሕቶታት ሒዘልኩም መጽየ ኣለኹ ቅድሚ ላፍተን ናይ ሎማዓንቲ ሕቶታት ምባልና ናይ ዝሓለፈ ሰሙን ተሓታቲትና ኔርና መጀመርታ ንዕኡ መልሲ ክነቅምጠሉ ኢና ቀጺልና ድማ ላፍቲ ናይ ሎሚ ሕቶን መልስን ክንኣቲ ኢና ማለት እዩ ክራት ቤተሰበይ ኣብቲ ናይ ዝሓለፈ ሰሙን ዝተሓታተትናዮ ክንደይ ረኺብኩም ኣብ ኮሜንት ጸሓፉለይ ግር ዝበለኩም ነገር ተዳሃልዩ ድማ ኣብ ኮሜንት ጸሓፉለይ ሓቢርና ክንሪኦ ኢና ማለት እዩ ላፍተን ናይ ዝሓለፈ መልስታት ከብልኩም ሓብርኹም ንጽንሑ ቁጽሪ ሓደ፣ ሃዋርያ ጳውሎስ ብጠቕላላ ክንደይ ጉዕዞ ስብከተ ወንጌል ገይሩ? ሀ ክልተ፣ ለ ሰለስተ፣ ሐ ኣርባዕተ፣ መ ሸውዓተ። ሃዋርያ ጳውሎስ። ብጠቕላላ ክንደይ ጉዕዞ ስብከተ ወንጌል ገይሩ? ሀ ክልተ፣ ለ ሰለስተ፣ ሐ ኣርባዕተ፣ መ ሸውዓተ። ለ ሰለስተ ኢልኩም ዝመለስኩም ምሉእ መልሲ ይኾን ኣሎ ክቡራት ቤተሰበይ፣ መብዛሕቲኦኹም ድማ ረኺብኩምዋ ኢኹም። እግዚኣብሔር ኣምላክ ጸጋ በረከቱ የብዝሐልኩም ኣብ ልዕሊ ጸጋ ጸጋ ይዓድልኩም ማለት እዩ እሺ ካልኣይ ሕቶ ኢየሱስ ብመጀመርታ ክንደይ ሃዋርያት እዩ መሪጹ ሀ ሸውዓተ ለ ዓሰርተ ሐ ዓሰርተ ክልተ ኢየሱስ ብመጀመርታ ክንደይ ሃዋርያት እዩ መሪጹ ሀ ሸውዓተ ለ ዓሰርተ ሐ ዓሰርተ ክልተ ሐ ዓሰርተ ክልተ ኢልኹም ልመለስኩም ሙሉእ መልሲ ማለት እዩ። ሳልሳይ በፂሕና ኣለና። ናይ መን ሰበይቲ እያ ነድሪ ጨው ኮይና ዝኾነት? ናይ መን ሰበይቲ እያ ነድሪ ጨው ዝኾነት?

ራብዓይ በጺሕና ኣለና። እቲ ንስጋ ኢየሱስ ኣብ ሓድሽ መቓብር ክቐብሮ ዝፈቐደ ሃፍታም ሰብኣይ መን እዩ? ሀ ኒቆዲሞስ፣ ለ ዮሴፍ ዘኣርማትያስ፣ ሐ ኣልኣዛር። እቲ ንስጋ ኢየሱስ ኣብ ሓድሽ መቓብር ክቐብሮ ዝፈቐደ ሃፍታም ሰብኣይ መን እዩ? ሀ። ኒቆዲሞስ ለ። ዮሴፍ ዘኣርማትያስ ሐ። ኣልኣዛር ለ። ዮሴፍ ዘኣርማትያስ ኢልኩም ዝመለስኩም ሙሉእ መልሲ ማለት እዩ። ሓምሻይ በፂሕና ኣለና ሓምሻይ በፂሕና ኣለና። ንኢየሱስ ብሰላሳ ክፍሊት ብሩር ኣሕሊፉ ዝሃቦ መን እዩ? ሀ። ጴጥሮስ ለ። ይሁዳ እስቆሮታዊ ሐ። ቶማስ ንኢየሱስ ብሰላሳ ክፍሊት ብሩር ኣሕሊፉ ዝሃቦ መን እዩ? ሀ። ጴጥሮስ ለ። ይሁዳ ኣስቆሮታዊ ሐ ቶማስ ለ ይሁዳ ኣስቆሮታዊ ኢልኩም ዝመለስኩም ሙሉእ መልሲ ማለት እዩ። ኩራት ቤተሰበይ ሻድሻይ በፂሕና ኣለና። ቅልጡፍ ቅልጡፍ ናበልኩ ሕዚ ትመልስዮም ተለኹ ኣብቲ ሕቶታት ቀስ ኢልና ምእንታን ኣስተብዒልና ክንምልስ እዩ። ኩራት ቤተሰበይ ያው ልቕልጥፍለኺ ተኮይነ ድማ ትቕልጥፍለኺ ኣብዚኣስ ትክክለኛ መልሲ ኣይኮነትን ትብልዎ ነገር ኣብ ኮሜንት ጸሓፉለይ ክብራት ቤተሰበይ ሓቢርና ክንሪኦ ንክእል ኢና ማለት እዩ ሻዱሻይ በጺሕና ኣለና እቲ ምስ ሰበይቱ ሳፒራ ብዛዕባ ገንዘብ ንመንፈስ ቅዱስ ብምሕሳው ዝመተ ሰብኣይ መን ይበሃል? ሀ ኣናንያ ለ ፍሊጶስ ሐ እስጢፋኖስ መ መልሲ የለን ደግመልኩም እቲ ምስ ሰበይቱ ሳጲራ ብዛዕባ ገንዘብ ንመንፈስ ቅዱስ ብምሕሳው ዝሞተ ሰብኣይ መን ይበሃል? ሀ ኣናንያ ለ ፍሊጶስ ሐ እስጢፋኖስ መ መልስ የለን ሀ ኣናንያ ኢልኩም ዝመለስኩም ሙሉእ መልሲ ማለት እዩ። ሻውዓይን ናይ መወዳእታን በጺሕና ኣለና ኩራት ቤተሰበይ። ኢየሱስ ዝተሰቐለሉ ቦታ እንታይ ይበሃል? ሀ ቢታንያ ለ ጎሎጎታ ሐ ቤተልሔም ኢየሱስ ዝተሰቐለሉ ቦታ እንታይ ይበሃል? ሀ ቢታንያ ለ ጎሎጎታ ሐ ቤተልሔም ለ ጎለጎታ ኢልኩም ዝመለስኩም ሙሉእ መልሲ ማለት እዩ ኩራት ቤተሰበይ ስለዚ ኣብዚ ዝተሳተፍኩም ንኩላትኩም እግዚኣብሔር ኣምላክ ጸጋ በረከቱ የብዝሐልኩም ኩራት ቤተሰበይ እሺ ክብራት ቤተሰበይ ላፍቲ ናይ ሎማዓንቲ ከብለኩም እየ ማለት እዩ ናይ ሎማዓንቲ ብጣዕሚ ጠንካራታት ሕቶታት እየን ኣነ ለዓርሰይ ከውፀእ እንከለኹ ምንም ኣይፈልጦን እዩ ነይረ ማለት እዩ ከውፅኦ ከለኹ ትሕቶታት ሕዚ እየ ክፈልጦ ክኢለ እኒኹ ማለት እዩ ንክሕዞ ድማ ያው ሽዑ ፅቡቅ ገይረ ንቢበዮ ምሳኻትም ከዓ ክደግሞ ከለኹ ከዓ ምስ ናይ እግዚኣብሔር ተራዳኢነት ክሕዞ እየ ኢለ ተስፋ ይገብር እና ልበረከት እዩ ኩላትኩም መክሩ ክቡራት ቤተሰበይ ከምቲ ልብለኩም ኣለኹ ንእሽተን ናይ ሎሚ ጥንክር ልበላ ሕቶታት እየን ትፈልጦ ወይ ከዓ ትፈልጥዎ ትህልዩ ኢኹም ብቲ ናተይ ድኽመት ብምዕቃን እየ ንእሽተን ጠንካራታት ሕቶታት እየን ዝብለኩም ዘለኹ ካብቲ ናይ ዝሓለፈ ሰሙናት ድማ ናይ ሐዚ ፍልይ ዘብሎ ሰለስተ ዓይነት ሕቶታት እየ ሒዘልኩም መፅኤ። መጀመርያ መልስ ማለት እዩ ሰለስተ ሕቶታት፣ ሓቂ ሓሰት ድማ ክልተ ሕቶታት፣ ምረፅ ድማ ክልተ ሕቶታት ማለት እዩ እና ካብቲ ናይ ዝሓለፈ ንእሽተን ፍሊ እውን ይብል እዩ ኣብቲ ናይ ትሕዝቱ ማለት እዩ እና ቪድዮ ንዘይምንዋሕ ናብቲ ሕቶታት ከብለኩም ክቡራት ቤተሰበይ ኩላትኩም ተሳተፉ። እሺ ቀደማይ ሕቶ መልስ እዩ ናይ ሕዚ ያን ዳሽ ምላእ ወይ ከዓ መልስ። እሺ ቀድመይ ሕቶ ኣብ መጽሓፍ ቅዱስ ዝነውሐ ዕድመ ዝነበሮ ሞተሳላ ቅድሚ ምሟቱ ኣቦኡ ሄኖክ ምስኡ ክንደይ ዓመት ጸኒሑ? ኣብ መጽሓፍ ቅዱስ ዝነውሐ ዕድመ ዝነበሮ ሞተሳላ ቅድሚ ምሟቱ ኣቦኡ ሄኖክ ምስኡ ክንደይ ዓመት ጸኒሑ? ካልኣይ ሕቶና ነብዪ ኤልያስ ኣብ ከረን ቀርሜሎስ ምስ ክንደይ ናይ በዓል ነብያት ተኻቲዑ? ነብዪ ኤልያስ ኣብ ከረን ቀርሜሎስ ምስ ክንደይ ናይ በዓል ነብያት ተኻቲዑ። ሳልሳይ ሕቶ ሃዋርያ ጳውሎስ ኣብ ቤት ማእሰርቲ ሮሜ ከሎ እሱር ጐይታ ኢሉ ዝጸውዖን ሓጺር መልእኽቲ ዝጸሓፈሉን ሰብ መን እዩ? ሃወርያ ጳውሎስ ኣብ ቤት ማእሰርቲ ሮሜ ከሎ፣ እሱር ጐይታ ኢሉ ዝጸውዖን ሓጺር መልእኽቲ ዝጸሓፈሉን ሰብ መን እዩ? ኣብዚ መልስና ወዲእና ኣለና ክብራት ቤተሰበይ። ሕዚ ድማ ጌጋ ወይ ከዓ ሓቂ እናበልና ንምልስ ማለት እዩ። ክልተ ሕቶታት እየን። እሺ ራብዓይ ኣብ ምፍራስ መንደቕ እያሪኮ ብእምነታ ዘይጠፍአት ሱርኣብ ኣዶ እሰይ እያ ነይራ። ሓቂ ሓሰት እዩ ኢለኩም እየ ክብራት ቤተሰበይ እዚ ሓዚ ክልተ ልሓተኩም ኣለኹ ኣብ ምፍራስ መንደቕ እያሪኮ ብእምነት ዘይጠፍአት ስሩኣብ ኣዶ እሰይ እያ ነይራ ሓቂ ወይ ጌጋ ማለት እዩ መልሱ። ሓቂ ወይ ጌጋ ኢልኩም ትምልስዋ እዚኣ። እሺ ክቡራት ቤተሰበይ ሓምሻይ ሕቶ ኣቦ እምነት ዝተባሃለ ኣብርሃም ፈታዊ ኣምላኽ ተባሂሉ ዝጽዋዕ ኣብ መጽሓፍ ኢያእቆብ እዩ። ኣቦ እምነት ዝተበሃለ ኣብርሃም፣ ፈታዊ ኣምላኽ ተባሂሉ ዝተጸውዐ ኣብ መጽሓፍ ኢያእቆብ እዩ። ሓቂ ወይ ከዓ ጌጋ ማለት እያ እዚኣ ከዓ ክልተ ሕቶታት እሺ ሻድሻይ ድማ ከምቲ ናይ ኩሉ ግዜ ከምቲ ናይ ልሙድ ምረፅ እዩ ልኾን ኣሎ ማለት እዩ ኩራት ቤተሰበይ ሻድሻይ በፂሕና ኣለና ሻድሻይ ኣብ የርዳኖስ ሸውዓተ ሳዕ ብምሕጻብ ካብ ለምጹ ዝነጽሀ ሱርያዊ መን ይበሃል? ሀ ጊያዝ፣ ለ ናእማን፣ ሐ ሃዛኤል፣ መ መልሲ የለን። ኣብ የርዳኖስ ሸውዓተ ሳዕ ብምሕጻብ፣ ካብ ለምጹ ዝነጽሀ ሶርያዊ መን ይበሃል? ሀ ጊያዝ ለ ነዕማን ሐ ሀዛኤል መ መልሲ የለን። እሺ ሻውዓይን ናይ መወዳእታን ሕቶ ማለት እዩ ምረጽ እዩ እዚ ከዓ ሙሴ ኣብ በረኻ ዝሰቐሎ ናይ ነሃስ ተመን፣ ህዝቢ እስራኤል የዕንጥሉ ስለ ዝነበሩ፣ ዝሰበሮ ንጉስ መን እዩ? ሀ ኢዮባፋጥ፣ ለ እዩ፣ ሐ ህዝቅያስ፣ ሻውዓይን ናይ መወዳእታን ሕቶ እየ ልሓተኩም ኣለኹ ቤተሰበይ ሙሴ ኣብ በረኻ ዝሰቐሎ ናይ ነሃስ ተመን ህዝቢ እስራኤል የዕጥንሉ ስለ ዝነበሩ ዝሰበሮ ንጉስ መን እዩ? ሀ ኢዮባፈጥ ለእዩ እዩ ሕዝቅያስ እና ክቡራት ቤተሰበይ እተን ናይ ምልማዕቲ ሕቶታት እዚአን ይመስላ ነይረን ሰለስተ መልስ እዩ ክልተ ሓቂ ሓሰት ክልተ ድማ ምረፅ ማለት እዩ ጠቕላላ ሸውዓተ ሕቶታት ሸውዓተ ሕቶታት ናይ ዝሓለፈ መልሲ ኣቐሚጥና ናይ ሕዚ ድማ ሸውዓተ ሕቶታት ተሓታቲትና ኣለና ክብራት ቤተሰበይ ብርግጽ እዚኤን ብጣዕሚ ክብድ ዝበላ ሕቶታት እየን ዋላ ለኣየይሲ ከውፅ ከለኹ ብጣዕሚ እዩ ከቢድኒ ግን ለኣይ ከቢድኒ ማለት ንዓኺ ወይ ከዓ ንዓኻ ይኸብደካ ማለት ኣይኮነ እዩ ብዙሓት ትጉሃት መፅሓፍ ቅዱስ ፅቡቕ ገይሮም ዘንብቡ ናይ ምንባብ ልምዲ ዘለዎም ሰባት ኣለዉ ከምዚኦም ዝበሉ ሰባት ዝሕቶ እዙይ ንዕኦም ቀሊል እዩ ከማይ ዝበለ ድኹም ግን ብጣዕሚ ጠንካራታት ሕቶታት እየን ማለት እዩ ስለዚ ተሳትፎኹም ኣይፈለየኒ ኩራት ቤተሰበይ መኩሩ ዋላ ተተጋገየ ሓደ ሰብ ካብ ጌጉ ይመሃር እዩ እምበይ ኩሉ ይፈልጦ ወይ ከዓ ኩሉ ኣይፈልጦይ ማለት ኣይኮነይና ኣጆኹም እግዚኣብሔር ኣምላክ ንኩላትና ጥበቡ ይግለጸልና። ስለ ኩሉ ነገር ድማ እግዚኣብሔር ይመስገን እናበልኩ ብትውኒ ሃናፅ ርእይቶ ካብ ልቢ ካብ ልቢ እየ ኣነ ዝኸፍለኩም ዋላ ሓንቲ ነገር የለይ። ኩራት ቤተሰበይ ካብ እግዚኣብሔር ረኸብዎ። ስለዚ ናይ ሎማዓንቲ ፕሮግራምና እዚ ይመስል ነይሩ። ኣብ ቀፃሊ ድማ ከም ፍቓድ እግዚኣብሔር ኣምላክ ብካሊእ መደብ እስካብ ንራኸብ ክስካብ ሽዑ ሰሰናዩ ንኹሉ ወዲ ሰብ ይኹን።